ሰላም ኣሕዋት ኣብ ናይ ሎማዓንቲ ቪድዮና ኣብ ዝማሓሮ ሚድያ ሓደሽቲ ዘለዉ ነገራት ሒዘልኩም መፅየ ኣለኩ ካብኣቶም ሓደ ድማ ትማሊ ጌታቸው ረዳ ዝተዛረቦ ሓደ ሓዱሽ ነገር ኣሎ ለማስቆም ከመሞከር ወደ ኋላ ኣልልም ያ መስዋእትነት ማያስከፍል ከሆነ ኣይ ዊል ዱ ኢት ሰቨራል ታይምስ ኦቨር። ብዛዕባ እዚ ክንደይን ኣሕዋት እዚ ጥራሕ ኣይኮነን ብዛዕባ ኤርትራ ዝበሃል ዘሎ ሓደ ሓዱሽ ነገር እውን ኣሎ። ሶ ለኢትዮጵያ ድንበር ቅርብ በሆኑ ቦታዎች ላይ የኤርትራ ሚሊተሪ ቢውልድ አፕ እያካሄደ ነው።

ዮው ሰላም ሰላም ዝኸበርኩም ናይ ሮማይ ፊልምስ ዩቱብ ቻነል ቤተሰብ ዝኸበርኩም ተኸታተልተይ ዝፈተኩም ተኸታተልተይ ሮማይ ናትኩም ተመሊሰ መፅእ ኣለኹ እሺ ኣሕዋት ቅድሚ ኩሉ ዳሕና ዲኹም ጥዕና ስራሕ ቤተሰብ ኩሎ ቦቶ ድዩ ስራሕ ገለመለ ተመስገን ተመስገን እሰይ ሰኣን ብምቕፃል ኣብ ናይ ሎሚ ዓንቱ ኢልና ከም ዝተለመደ ክንስሕቕ ክንጫወት ክንዘናጋዕ ክንመሃር ከምኡ እውን ኣብዚ ማሕበራዊ ሚድያ ዘለዉ ሓደሽ ነገራት ብሓደ ኮይና ክንርኢ ኣብ ቦታና ተረኺብና ኣለና ቅድሚ ናብ ቪድዮና ምታይና ግን ነዚ ቻነል ዝሓደሽ ዝኾኹም ሰባት ተሃሊኹም ሳብስክራይብ ብምጋር ቤተሰብ ኹኑ ምክንያቱ ኣሕዋት እዛ ቻነልና ዓሰርተ ሽሕ ክትኣቱ ዝተወሰነ እዩ ተሪፍዋ ስለዚ ሳብስክራይብ ብምጋር ቀልጥፍ ኢልና ዓሰርተ ሽሕ ንብፅሐያ ብምቕፃል ነዛ ቪድዮ እዚኣ ድማ ላይክ ሼር ምጋር ንረስዕ ምክንያቱ ናብ ብዙሓት ሰባት ክትበፅሕ ስለ ዘለዋ ላይክ ሼር ምጋር የትረስዑ ህዚ መቐፃል ናብ ቪድዮና ክእትወኩም እየ ክሳብ መወዳእታ ቪድዮና ምስያኹም ክትከታተሉ ብክብሪ ዝሓትት

ቀሊል ብእንግሊዝኛ ቱደይ ነተረጉ ትሞሮ ነተረጉ ቱደይ ነተረጉ ትሞሮ ነተረጉ ደደ
ዝሓወይ ናትኻ ይፍለይ ብጣዕሚ ማለት ኣይ እዚኣ ዘይፈልጣን ኢልካ ትኸድ ኮን ይርሓክ ኢኻ ማንም የገደደካን ብምቕፃል ሰውና ንስሕቕ ለና ሕንበ ኣሕዋት ንስኻትኩም ዶ ይትፈልጥዋ እዛ ነገር ማለት ብእንግሊሽ ሎሚ ንዋጋእ ፅባሕ ንዋጋእ እንታይ ይበሃል ኣይትፈልጥዋይ

ንስኻ ግንስ ካብ ትኸድ ሰሙን ለይመላእኻስ መቐለ ናፊቕክኒ ሕደግ እወ ኣነ ዛታ ወይ ደቕ እሺ ኣሕዋት እስካብ እዚ ምቕጻል ድማ ናይዛ ሓውና ቪድዮ ብሓደ ኮይና ንረኣያ ሓደ ንጉስ ላውጦር ክዘምት ይደሊ እና ልብጣዕሚ ልኣምኖ ዓርኩ ጸዊዑ እንታይ ይብሎ ዓርከይ ኣነ ላው ጦርነት ይኸድለኹ እየ እና ሰበይተይ ኣብ ገዛ ዓጽያኒ ኢኹ ኣብ ውሽጢ ሰለስተ መዓልቲ ተመሊሰ ባዕለይ ክኸፍታ እየ ተለይ ኮይኑ ግን ስኻ ክፈታ ኢኻ ሞይተ ማለት እዩ ኢሉ ቁልፊ ሓዲጉሉ ይኸድለ ዓርኩ ዝዓርኩ ግን ድሕሪ ዓሰርተ ደቂቃ ናጉኤ ይስዕቦ ንዚ ንጉሰ መንገድ ልሃልየ ንጉሰይ ትልሃውካ ንቁልፍሲ ጌጋ እዩ ገለ ይብሎ እና እዚ ንጉስ ተገሪሙ እታ ትገብረ ከፊትካዮ ገለ ኢሉ እምነቱ ስለልጠለመ ይቀትሎ መን እዮም ጌገኛታት ዝንጉስ ዋላ እዚ ዓርኪ እምነቱ ልጠልም ሰብ መጨረሻኡ ሕማቅ ምዃኑ እዛ ቪድዮ ሼር ግበርሉ። እሺ ኣሕዋት እዛ ሓውና ምስ ሰማዕናዮ እዩ ማለት ብሓቂ እምነት ዝበሃል ነገር ሓደ ዓብይ ነገር እዩ ሓደ ሰብ ኣሚኑ ዝኾነ ነገር ተነጊርካ ወይ ተጌርልካ ብእምነት ክትሕዞ ይግባእ ብምቕጻል ኣሕዋት ናይዛ ሕቶ መልሲ እንታይ ይመስለኩም እዚ ጌጋሲ ናዚ ንጉስ ድዩ ወይስ ናይዚ ዝተቐበለ ቁልፊ እሺ ኣሕዋት ኣብዚ ድማ እንታይ ኢሉኒ ኣሎ ንገነት ዲኹም ክትኣትው ዋላስ ንገሃነብ እሺ
ንብዙሓት ሰባት ድሕሪ ሞትሲ ንገነት ዲኹም ትኣትዉ ዝመስለኩም ዋላስ ንገሃነብ ኢሎም ስሓትኩ እንታይ ኢሎም መሊሶምለይ ኦልሞስት ኩላቶም ንገሃነብ እምበር በየናይ ተግባርና ደኣ ንገነት ክንኣትው ኢሎምኒ ኣቲ ዘገርም ነገር ግን ትሕቲ ዓሰርተ ሓሙሽተ ትሕቲ ዓሰርተ ሽዱሽተ ዝኾኑ ቆልዑ ከኣ the same ሕቶ ሓይተዮም ንሶም ከ እንታይ ኢሎምኒ ኦልሞስት ኩላቶም ንገነት ኢና ንኣትው ኢሎምኒ ስለምንታይ እዩ ከምዚ ኮይኑ ትመልስ ዝመስለኩም? ሓጢኣት ጌርና ኢና ኢሎም ስለ ዝሓስቡ ድዮም? እቶም ንገሃነብ ኢና ንኣቱ ኢሎም ዝሓስቡ እቶም ዓበይቲ ማለት እዩ። ስለምንታይ እዩ ዝመስለኩም? እንተ እስኹምከ ንገነት ድዩ ትኣትዉ ዝመስለኩም ዋላስ ንገሃነም? እንተ ስለምንታይከ ከምኡ ትሓ ስለምንታይከ እታ ዝመለስኩማኸ ስለምንታይ ኢኹም ነታ መልሲ መሊስኩማ ዘለኹም ወይ ገነት ዲኹም ኢልኩም ስለምንታይ ንገነት ኢልኩም? እንተ ንገሃነም ተልኩምከ ስለምንታይ ንገሃነብ ኢልኩም? እሺ ኣሕዋት ናይዛ ሓውና ቪድዮ ምስ ዝረኣናያ ማለት ብጣዕሚ እዩ ዝገርም። እዞም ዓበይቲ ሰባት ጠይቆም ኣሕና ማሲኦል ኢና ቤን ኣቲ ብምንታይ ዓቕምና ማ ገነት ገለ ኢሎም ንዞም ኣናእሽተይ ጠይቆም ዋይ ገነት ኢና ንኣቲ ገለ ኢሎም ሳቶም ኣብዚ ነገር እዚ ኣነ ልመስለኒ እዞም ዓበይቲ ሲኦል ዝበሉ ፈጣሪ ለይፈቐዶ ስራሕ ከም ዝሰርሑ ስለ ዝፈለጡ ሓጢኣት ከም ዘለዎም ስለ ዝፈለጡ እዮም ከምኡ ኢሎም ዝብልስ ኣለዉ እዞም ኣናእሽተይ ኢለ ንሳቶም ዝፈልጥዎ ዓይነት ምንም ዓይነት ሓጢኣት የብሎም እዩ ዛስዋ ይመስለኒ እስቲ ስኻትኹም ኸ ምስ መትኹም ሲ ናበይ ዝኣት ይመስለኩም ንምንታይ ኢኻ ኣብ ኮመንት እሽሓት ካብዚ ምቐጻል ድማ ከምዚ ከለ ድዩ ሎሊ ኩሉ ሓደ ኣጋጣሚ ኣሎ እስቲ እዛ ቪድዮ እዚኣ ብሓደ ኮይና ንረያ ኣብ ኣዲስ ኣበባ ታሪክ ተላኢክልክን እንኦ ደቂ ኣንስትዮ ኣሕዋተይ ኣብ ዕፅዋ ይክባእ እዩ ኣብ ውሽጢ ሰለስተ ዓመት ተፋሊጦም ተመሪዖም ወሊዶም ሓደ ቆልዓ ክባን ዕፅዋን ምስ ተከፈተ ስልኪ ምስ ሰረሐ ሓደ ስልኪ ተደዊልዎ ናብ ባዓል ገዝኣ እሳ ኣልዒላቶ ሄሎ ወዱ እየ ኣራኽብኒ እከለ እየ ኣራኽብኒ እከ መን ኢኻ ወዲ ወዱ እየ ኢሚድየትሊ ሓንቲ ሰበይቲ መንጢላቶ ኢላ መንጢላ ሄሎ መን ኢኻ እሳ ኣነ በዓልቲ ገዝኡ ኣደ ሰለስተ ደቁ ምናምን ዳሕና ዲኹም ገለ ገለ ትብላ ማለት እዩ ማለት ዳሕና ድዩ መን ኢኺ እስኺ ገለ ትብላ እሺ እሺ መሊሱ ክድውለልኺ እዩ ለባም እያ እዛ ቴክስት ለኣኽትለይ ቆልዓ እሺ እሺ ክድውለልኺ እዩ ገለ ኢላ ዓፅየያ ኢላ ልክዕ ምስ መጸ ኣይ ሰበይቱ እየ ደቁ እየ ወዱ እየ ዝብሉ ኣለዉ በዓል ሓዳር ዲኻ ኣቦ ቆልዑ ዲኻ ትብሎ ኣላ እወ ሰለስተ ቆልዑ ተለውኒ ሰበይቲ ውን ኣላትና ኣብ ትግራይ ምንም ኣይመሰለይ ምንም ኣይመሰለይ ኣይ ምንም ድምብርጭ ኣይበሎይ እና ንምታይ ድኣ ተመርዒኻኒ ንምታይ ድኣ ወሊድና ዘይረኽቦ መሲልኒ ድሕር ደጊምስ ዘይረኽቦ መሲልኒ ግን ምንም ማለት ኣይኮነ እሳብ ትግራይ እያ ኣውዳኣመት ናኸድኹ ክጥይቆም እየ ንስኽን ዝትቅመጢ ምንም ማለት ኣይኮነ ኢሉ ምንም ኣይደንገፀ ኢላ ምንም በቃ ምንም ምንም ምንም ኣይደንገፀ ብጣዕሚ ተናዲደ ወደይ ሒዘ ድሓትነይ ተፀጊዐ ይቅመጥ ኣለኹ ኢላ ረእይዎሞ ረኣይዋ ና ና ወዲ ተባዕታይ ባህር መርኣዩ ኩሎም የኾኒዋ ሓደ ሓደ ማለት እዩ እና ኣይምሮይ ተዛቢዑ ናይኺ ቪድዮ ብጣዕሚ ኢለ ጽናዕንዕኒ ቪድዮኺ ኩሉ ግዜ ቪድዮ ስርሕለ ስርሒ ብጣዕሚ እየ ሕጉስቲ ብዙሕ ነገር ብኣኺ እየ ልጽናዕናዕ ኢላ ብዙሕ ነገር ኣሰይ ጽሒፋትለይ ሕዚ ምስ ሓትነኣ ተጸጊዓ ቆልዓ ሒዛ ትቅመጥ እላ ማለት እዩ። ንስሓት እዛ ሓፍትና ምስ ሰምዓናያ ማለት እዚ ነገር ብጣዕሚ ከቢድ ከምዚ ዓይነት ኣጋጣሚ ክገጥም ከሎ ብጣዕሚ ከቢድ ግን ብምቅጻል ኣብዚ ነገር እዚ ተጎዳእቲ ዝኮና እዘን ኣዴታት እየን እዘን ቆልዑ ሒዘን ዘለዋ ኣዴታት እየን ብፍላይ ድማ እዛ ምስኡ ዘየላ እያ ትጉዳእ ብቻ ዝኮነ ኮይኑ ካብ ከምዚ ዓይነት ኣጋጣሚ ይሓልወና ኢለ ብል ንቀጽል እሺ ኣሕዋት ካብዚ ምቅጻል ድማ ብዛዕባ ኣብ ሊብያ ዘለዉ ኣሕዋትና ዝምልከት ዝተወሰና ቪድዮታት ኣለዋ ብሓደ ኮይና ንርኣዮ። ኦኬ ትማሊ ከምዝረኣናዮን ኣብ ዝተፈላለየ ፕላትፎርም ዝዝርጋሕ ከምዘሎ ኣብ ሊብያ ዝርከቡ ደሎ ኣሕዋትና ኣዝዩ ኣሸጋሪ ዝኾነ ኩነታት ከም ዘሎን ብዙሓት ሰባት ድማ ኣብ ብዙሕ ጸገም ወዲቖም ከም ዘለዉን ተዓዚብና ኔርና። እዚ ሕጂ ዝወጽእ ዘሎ ቪድዮታት ድማ ኣዝዩ ዘገርም ኮይኑ፣ ምምሕዳር መንግስቲ ናይታ ሃገር ዝኾኑ ሚኒስትሪ ውሽጣዊ ጉዳያት ናይታ ሃገር ኣኼባ ተኣኪቡ ኩሎም ጀነራላትን ከምኡ ድማ ዓበይቲ ናይ ሚሊታሪ ዝበሃሉ ሰባት ኣኪቡ ኣኼባ ኣብ ዝገብረሎም ነበረ ሰዓት ዝተቐርጸ ቪድዮ ድማ ነዚ ይመስል ኔሩ ማለት እዩ። ኣብዚ ቪድዮ ዝተዛረቦ ዘረባ እንተ ኔሩ ኮይኑ ሃገርና ኣብዚ ሰዓት እዚ ብብዝሒ ስደተኛታት ኣዕለቕሊቓ ኣላ። ብዙሓት ስደተኛታት ተመሲሎም ዝኣተዉ ናብዛ ሃገር ድማ ኣብ ምስግጋር ደቂ ሰባት ይሰርሑ ስለ ዘለዉ ነዞም ሰባት እዚኦም ኣብ ትሕቲ ቀይዲ ንኽኣትዉ ዓሰርተ መዓልቲ ሙሉእ ብሙሉእ ስደተኛታት ፍተሻ ንክግበር ኣዚዙ ከምዘሎ ድማ ኣብዚ ቪድዮ ይግለጽ ማለት እዩ። ዋላውን ብዓረብ ይኹን ኣብ ዝተፈላለየ ፕላትፎርም እውን ክዝርጋሕ ጸኒሑ ኣሎ። እዚ ኣብዚ ቪድዮ ከምተገልጸ መጠን ኣብ ውሽጢ ተዋህባ ዓሰርተ መዓልቲ ሙሉእ ብሙሉእ ኣብ ውሽጢ ሊብያ ሓደ ኣዝዩ ከቢድ ዝኾነ ናይ ግፋን ማእሰርትን መስርሕ ከጋጥም ምዃኑ ዝገልጽ እዩ ማለት እዩ። ስለዚ ኣብ ውሽጢ ሊብያ ተቕመጡ ኤርትራውያን እንተ ኣለኹም ኮንኩም ዋላውን ነዚ ቪድዮ ትከታተሉ ዘለኹም ሰባት እንተ ኮንኩም እዚ ባዕሎም ገሊጸሞ ዘለዉ ሚኒስትሪ ውሽጣዊ ጉዳይ ናይታ ሃገር ስለዝኾነ ተጠንቀቑ፣ ኣብ ዝኾነ ይኹን ሰዓት ኣብ ምንቅስቓሳትኩም ኣብ ገዛኹም እንተዘይወጻኹም ተመራጺ ይኸውን ማለት ምናልባት ነቶም ኣብ ምስግጋር ደቂ ሰባት ዝነጥፉ ሰባት ንኽኣስሩ ክብሉ ካልኦት ንጹሃት ሰባት እውን ክልቀሙ ስለ ዝኽእሉ ጥንቃቐታትኩም ካብ ማንም ግዜ ንላዕሊ ሕጂ የሕይልዎ ማለት እዩ። እሺ ኣሕዋት እዛ ሓበሬታ ከም ዝሰማዕናያ እያ ማለት ኣጋጣሚ ኮይኑ ኣብና ትማሊ ቪድዮና ኣምጺኤልኩም ነይረ እየ እዛ ሓበሬታ እዚኣ ብምቅጻል መንግስቲ ሊብያ ዘውጾ ሓበሬታታ እዩ ኣብ ሊብያ ዘለዉ ስደተኛታት ንኽግፈፉ ገለ እዩ ትእዛዝ ኣውጺኡ ስለዚ ድማ ኣብ ሊብያ ዘለኹም ስደተኛታት ብፍላይ ድማ ተጋሩ ኤርትራውያን ገለ ገለ ኩኑ ብዝተኻልኩም ዓቕሚ ደገ ንዘይምውፃእ ሞክሩ ምክንያቱ ደገ ገለ ተትረኺኻ ኢኻ ብጣዕሚ ንምግፋፍ ትቃላዕ ስለዚ ብዝተኻልኩም ዓቕሚ ደገ ንዘይምውፃእ ዝዓሩ ክለኩም ይደሊ ካብኡ ድማ ፈጣሪ ባዕሉ መዋፅእቲ ይፍጠረልኩም ንቐፅል እሺ ኣሕዋት ካብዚ ምቐፃል ዘርእኩም ቪድዮ ብፍላይ ኣብ ትግርንያ ባህሊ ማለት እዩ ደሞዝ ሰብኣይሲ ሰበይቲ ክትፈልጦ የብላን ዝበሃል ባህሊ ኣሎ ሰሚዕኹምዎ ተይንኹም ናይ ሰብኣይ ደሞዝሲ ሰበይቲ ክትፈልጦ የብላን ዝብል እዚ ነገር እዚ ሓቂ ዶ ይመስለኩም ጌጋ ንዕኡ ዝምልሱልና በዓል ሓዳር ኣለዉ እሲ ንስማዕ እዮም ደሞዝ ሰብኣይ ሰበይቲ ክትፈልጦ የብላን ዝብል ኣባህላ ኣሎ ገለ ሰብ እዚ መዳይ ከመይ ትርእይዎ ኣብ ጉዳይ ሓዳርኩምከ ንቁጠባ ኣጽኒዑ ዝሕዞ መን እዩ እስኪ ቁጠባ ክትከይድ የብልካን ድብሎ እስኪ መን እዩ
ክምለሰልኪ ኣረ ወያኔ
ግርም እዚኣ እታ ደኸመት ሕልና ዘለዎ ሰብ ዘውፅእዋ እዛ ቃል እዚኣ ብጣዕሚ እያ ጌጋ ንምንታይ ሓደ ኣካል ኩኑ ይብልና ክልተ ኔርካስ ሓደ ኣካል

ዋላ ንመቑሽሽ ኢለን ድመጻ ድኾነ ነገር ካብኣ ሓቢኤ ክንፍራ እድሪ ገለ ነገር ኣይገብርን እዚኣ ኩሉ ሰብ ክፈልጣ ደለኹ ምኽንያቱ ኣካል የዳ እያ እንድሕር ደኣ እንዲህ ኮይኑ ድኾነ ነገር ተቐምጠለይ እኮ እያ ምስታ እኮ በቃ እቲ መኻዚኖ እቲ ብሙሉኡ ጾር እያ ተሰኪማ ደላ ከምዚ ውጽያ ገለ ነገር ክትገብር ኣነ እግዚኣብሔር መስገን ካብቲ ድጸልኦ ቀንዲ እውን ክተኣታቶ ዘይደልዮ ኣብዚ በገባብ ተታሒዙ ዘሎ ስቅ ኢሉ ኣብ እንዳባር ከድካ ድግበር ገለ ነገር እምነተይ ኣይኮነን የለን ከኣ ብሓቂ ከኣ እሱ ከኣ ንኩሉ ደቂስዎ ድከይድ ደሎ ነቲ ሕብረተሰብና ጸላኢ ደእተዎ ገለ ነገር እዩ ማሕበር ናህና ናይ ወለድና ብመጽናዕቲ እውን ክነግር ይክእል እየ ጸገም የብለይን ብሃፈሽኡ ከም እንስሳ ሰብ ተኣኪቡ ልዕሊ ከብዱ ሰትዩ ኣብ ጎደና ወዲቁ ክትሪኦ ከለካ ካብኡ ድከፍእ ነገር የለን ሕጂ ኣነ ዋላ ጥር ትብል ሳንቲም ዋላ ሳንቲም እንድሕር ኣለያ ኮይና ኣብዚኣ ጁባ እያ እሳ ናተይ ጁባ እያ ኩሉ ነገር እያ ንዓ ከኣ እየ ደሳትፋ ካልእ ቅድሚኡ ድሰርሖ ዋላ ሓደ ነገር የብለይን እኔ ከለኩ እሞ ከምዚ ደኣ ከይከውን ገለ መለታት ይህባ እየ ኣነ ኣይሕዘን እየ ጁባይ ድሕዞ ገንዘብ ይብለ እየ ተዓብዩ እሞ ከኣ እንታይ ንግበር ኮፍ ኢልና ብዛዕባ ዕብይ ዝበለ ገንዘብ ወይ ገለ ተኮይኑ እዘን እዚኣን ከምዚኣ ኮይነን እንታይ ንግበረን ከመይ ንሕሸና ዝሓፍተይ እዋእ እሞ ከምዚኣ ደኣ ሽዑ ኣየደቅሰካን እዩ ዋላ ብገለ መጽሔት ጂንሳፍሳፍትን ፊልምታት ሰሪሕና እንድሕር ደኣ ክንዚኤን መጽኤን እሞ እንታይ ንግበረን ገለ ንምባል ንዕን ክትብል ኢኻ ስኢልካ ጦቕ ክትብል ትሓድር ድየለ ክህሉ እኳ ይሕሸካ ሕጂ ኣብዚ ተቓሊስና ግን ልክዕ እተን ዘለዋ ሃሁ ኩለን ክፈልጣ ድየን እዚ ኣነ ካብኡ ሕቡእ ገለ ነገር እሺ ኣሕዋት እዛ ቪድዮ እዚኣ ተኣኽለና እያ ብጣዕሚ ደስ ልብል ብምቕጻል ኣነ ናይ ሓዳር ትርጉም እዚ እየ ልብሎ ብምቕጻል ድማ ኩላትኹም ሓዳር ልገበርኹም ኩኑ ሓዳር ክትገብሩ ትሓስቡ ኩኑ ኣረኣእያኹም ከምዚ ክኾን እዮ ኢለ ልሓስብ ያኢ ንሕናስ ገበርትን ሓደግትን ኮይናንስ እዞም ኣብ ሊብያ ዘለዉ ኣሕዋትናስ ድምጺ ኩኑና ኢሎም ኡይ ይብሉ ኣለዉ ኣብ ፍቖዶ ሶሻል ሜድያ እንዳኣተወ ናይ ሰብ ማለት እዩ ንዓ ክነግረኩም እዚ ድምፂ ንኩኖም ድብሉ ዘለኩም ካባይ ጀሚርካ ማለት እዩ ኣነን እቶም ከምኡ ዝብሉን ማለት እዩ ረብሓ ኣደይን ኣቦይን ዝወለደለይ እዩ ሓወይ ወይ ሓፍተይ ኣይኮንኩን ድልምን ደለኩ እቶም ካልኦት እውን ከምኡ ይኮነን ኤርትራ ዝወለደትልና ብኤርትራዊ ሓውና ደምና ንኩልና ሓደ ዝብፀሓና ሓውናን ሓፍትናን ኢና ንልምነሉ ኣለና እምበር ናይ ውልቂ ረብሓ ኣይኮነን ሓደ ሓደ ሰባት ትገርሙ ኢኩም ኣብ ገለ ሶሻል ሜድያ ሰማዕኩም ነይረ ትማሊ ሲ ን ኣብኡ ከለውስ ክጻረዩ ኣለዎም ምክንያቱ ምስ ወጹ ጽባሕ ንግሆ ህግደፍ ክኮኑ እዮም ምስ ወጹ ከምዚ ክኮኑ እዮም ከምዚ ንዑ ክነግረኩም ሽኮሪናታት ከምኡ ትብሉ ዘለኩም እስካትኩም ብኣክም ሓሊፍኩም እታ ምቅጥቃጥ ጥዒምኩማ ከም መጺኩም ዘለኩም ተረዲኡኩም ኣሎ ምስ ወጹ ኣብኣ ከለኩም ከምኣ ትዛረቡ ይነበርኩምን ኣሞት ደሎ ሰብ ፖለቲካ ኣይምልኮቶን እዩ ምስ ወጽ ድላዩ ቃላት ክዛረብ ይክእል ምክንያቱ ክትሕግዞ ስዝደሊ በቲ ህግደፍ ክጽላእ ኣይደልን እዩ በቲ ከኣ ተቃዋማይ ክጽላእ ኣይደልን እዩ ተረዲእኩምኒ ምክንያቱ ኩሉ ሰብ ሓቢሩ ክሕግዞ ካብታ ሞት እቲኣ ከውጽኦ እዩ ኣይኮነን ዶ ህግደፍን ተቃዋማይን ተባሂልካ ማለት እዩ ወዲ ካልእ ዜጋ መጽዩ ከማነይ ክሕግዘካ እንተኢልዎ እሺ እዩ ዝብል ኣብ ሞትን ሂወትን ዘሎ ይርድኣኩም ድዩ ዘሎ እንድሕር ደኣ ሁማኒቲ ኣለና ትብሉ እንድሕር ኮንኩም ኣብ ሞትን ሂወትን ዘሎ ሰብ ኣብኡ ኮንካስ ቃል ቃል ክህበካ ኣብኡ ኮይኑ ሲ ከምዚ ከምዚ ከምዚ ከምዚ ኮይነ ክብለካ ደልየ ካብ ከምኡ ድበሃል ነገር የለን ብኣ ተቆጥቂጥኩም በታ በትሪ ጢዒምኩማ ዝመጸኹም ሰባት ባሕርን ካልእን ሪኢኹም ስቅያትን ሪኢኹም ድመጸኹም ብፍላይ እቶም ከምኡ ትዛረቡ ደለኹም ኣብ ፈቆዶ ኣቲኹም እስኻትኩም ጢዒምኩማ ዝመጸኹም እቲ ሽግር ተረዲኡኩም እዩ ንስኻትኩም ኢኹም ቀንዲ ድምፂ ክትኮንዎም ዝግባኣኩም ምስ ወፀኹም ስለ ድጠዓመኩም ኢኹም ሕጂ ስኹም ኣብ ድላይኩም ወሲንኩም ደለኹም ደግፉ ተቃወሙ ብዘየገድስ ኣብ ድብፃሕ ምስ በፃሕኩም ኣብቲ ድብፃሕ ደይበፀሐ ሰብ ግን ኣብ ሽግር ዘሎ ሰብ ግን ኣብ ሞት ዘሎ ሰብ ግን ንኩሉ ከርግፈሉ እዩ ጽባሕ ንግሆ ከም ታሪኽ ኩሉ ክዛረበሉ እዩ ተረዲእኩም ኣብኡ ኮንኩም ኣይትፍረድዎም ግዜ የብልናን ሸውዓታይ መዓልቲ ተሪፍና እዋእ ኣሕዋትና ተጸሊለን ማይ ይኩዕዋልና ኣለዋ ግን ኣትን ኣሕዋት ብፍላይ ደቂ ኣንስትዮ ኣለኽን ኣሸገርቲ ብጣዕሚ ከም ክስታይ ትጥቀማሉ ከም ፖለቲካ ትጥቀማሉ ማለት እዩ ተቓለስቲ ተመሲልክን ድዩ ካልእ ተመሲልክን እዚ ድምፂ ንኹኖም ድብል ደልና ናይ ረብሓ ናይ ውልቂ ረብሓ ኣይኮነን ንዓይ ወይ ድማ ከምቲ ንዓይ ድመስሉ ሰባት ከምኡ ዝብሉ ዘለው ረብሓ ንዓና ኣይኮነን ወላ ሓንቲ ንዓና ድብፃሓና የለን ንዓና እቲ ድብፃሓና ሓጎስና እሶም ወፂኦም ኣብ ድብፃሕ ምስ በፅሑ ሽዑ ፅባሕ ንግሆ እዞም ሰባት እዚኦም ኣብ ድብጻሕ ምስ በጽሑ ድላዮም ክዛረቡ ክድግፉ ክእሉ ክቃወሙ ክእሉ እንድሕር ደኣ እዞም ሰባት እዚኦም ኣብ ድብጻሕ ምስ በጽሑ ብዘረባ ምስኣቶም ክትዛራረቡ ትኽእሉ ኢኹም። እሺ ኣሕዋት እዛ ሓፍትና ዝተዛረበቶ ኩሉ ሓቂ እዩ ብምቅጻል ኣቱም ኣብ ወጻኢ ኮንኩም ዋላ ኣብ ውሽጢ ዓዲ ገለ ኮንኩምሲ ከምዚ ሓጉዙ ገለ ክትባሉ ከለኹም ደጋፊ ድዩ ተቃዋሚ ድዩ ሰብ ድዩ እንስሳ ድዩ ገለ ኢልኹም ትጥይቁ እዚ ናሰብኣውነት ጉዳይ ስለዝኾነ ኩሉ ግዜ ከምሰብኣውነት ኾንካ ዝኾነ ክትገብሮ ዝግበእካ ነገር ዓይነት ስራሕ ትገብር ድሕሪኡ ዝመጽእ ድሕሪኡ ትሪኦ እምበር እዚ ከምዚ ሰበብ ጸገም ናሃለየ ናትኩም ቐጭያ ንምምሳል ትጽዕሩ ሰባት እዚ ጌጋ እዩ። እሺ ኣሕዋት ካብዚ ምቅጻል ድማ ትማሊ ጌታቸው ረዳ ኣብ ዝነበሮ ኢንተርቪው ካብ ዝተዛረቦም ዘረባታት ዝተወሰነ ፓርት ከስመዐኩም ብሓደ ኮይና ንረኣያ። ስለ ማምለጤ በተደጋጋሚ ሻወር ስሰማ ግን ምናልባትም ኣምልጬን ማምለጤ ነው የገባኝ ማምለጥ ስል ሀሳቤ ማምለጥ የነበር ባይሆንም ደጋፊዎቻቸው እነሱ

የሚከፍሏቸው የሚዲያ ተቋማት ስለማምለጥ ሲያወሩ ምናልባትም ይዘውት የነበረ ቅድ መክሸፉን ራሳቸው ናቸው እያጋለጡ ያሉት እንጂ። እሺ ዮሓትስ ካብዚ ምቕጻል ድማ ብዛዕባ ኤርትራ ዝበሃል ዘሎ ነገር መሳርሒ ተጸጊዕላ ገለ ገለ ዝበሃል ሓበሬታ ሰሚዕኩም ኔርኩም ትኾኑ ኢኹም እስቲ ብዛዕብኡ ዝኾነ ቪድዮ ኣሎ ብሓደ ኮይና ንርኣ። የነበረው አንድ ቪዲዮ ላይ ነበረ የኤርትራ ሚሊተሪ በ

ዝጸንሐ እዩ ገለ ኢሉ ኣሎ ናህዚ ድማ ማንም ኣይፈልጥይ ክሳብ ልኾነ ሓበሬታ ልወጽእ ሓዱሽ ነገር ተሃልዩ ኣምጺኤ ከቕርበልኹም እየ ኣነ እሺ ኣሕዋት ካብዚ ምቕጻል ድማ ከምዚ ኣብ መእተዊ ኢና ዝነገርኹም ኣብና ለማዓልቱ ኢልና ሓደ ብጣዕሚ ደስ ዝብል ብስራት ኣለኒ ገለ ኢለኩም ነይረ እስቲ እዚ ቪድዮስ ባሕሪ ኮይና ንርኣዮ። ተመስገን
ተመስገን ኣምላኸይ ተመስገን ጌታየ ኣሕዋተይ ማዓረይ ኩሎኹም ብውሽጢ ይኹን ላጽሓፍኩም። ብተሌፎን እንዳ ደወልኩም ፊልሞን ኣብ ምንታይ በጺሑ ኣሎ ሕሽዎ ዶ ታይ ከይገብረለልኩም ተጨነቁ ኩሎኩም ኣብ ትሕቲ ጌታ ዝሓጎዝኩሞ ሎማዓንቲ ንዓኩም ዘሕጉስ እየ ሒዘልኩም መጽየ ዘለኩ ፊልሞን ሓውና ካብ ሊብያ ናብ ኢታሊ ብሰላም ኣትዮ ኣሎ ሎማዓንቲ እቲ ብርሃን ዘርኣየ ጌታ መሊኡ ከዓኒ ኦእሙሮኡ ብሰላም ንክምለስ ኣምላክ ይሓግዞ እንዳበልና ኩሎኹም ኣብ ሊብያ ዘለኹም ኣሕዋተይ ዘይሓልፍ ነገር የለን እዩ ንግዚኡ ክትጭነቁ ኢኹም ንግዚኡ ክትኩፍኡ ኢኹም ምእንተ ግዚኡ ግን ክሓልፍ እዩ ኣሕዋተይ ማዓረይ ኩሎኹም ካዓ ስለ ፊልሞ ተጨነቁም የሆብ ደስ ይበልኩም ደስ ይበልኩም። እቲ ሸውሓት እዚ ቪድዮ ከምዝረእኹሞ እዩ ማለት ብጣዕሚ ደስ ዝብል ብዙሓት ሰባት ድማ ደስ ከምዘለኩም ተስፋ ይገብር ብምቕጻል ኣቱም ኣብ ሊብያ ይኹን ኣብ ስዑድ ይኹን ኣብ ገለ ገለ ተኣሲርኩም ዘለኹም ኣሕዋትና ፈጣሪ ባዕሉ መዋጽእቲ ይፍጠረልኩም ክብል ይደሊ እሺ ኣሕዋትና ሎማዓንቲ ቪድዮና ነዚ ይመስል ነይሩ ክሳብ ሕዚ ዝረእኹም ሰባት ተሃሊኹም ብጣዕሚ እየ ዝፈተኩም ብጣዕሚ እየ ዘመስግነኩም ቐጻሊ ብኻልእ ቪድዮ ክሳብ ንራኸብ በብዘለኹሞ ሰላም ኩንለይ ይሞችኹም